ኣብ በዓለ ሃምሳ ውሽጢ ናይ ጾም መልክዕ የለን፣ ናይ ሱባኤ መልክዕ የለን፣ ናይ ሓዘን መልክዕ የለን። ነዚ ኢና ዓርብን ረቡዕን ሓዊስና ዝረኸብናዮ ነገር በሊዕና ፈጣሪና ኣመስጊንና ንቕመጥ። ሕያወ ደሙ ዝፍተተሉ፣ ስጋ ስግኡ ዝቕረረሰሉ፣ ደሙ ዝቕድሐሉ ንድሕነት ዓለም እንሆ እዚ ውእቱ ሥጋየ ዘውእቱ ደምየ እናተባህለ ተባሪኹ ንምእመናን ዝዕደለሉ ቅዱስ ቦታ እዩ እሞ ብሥግኡ ዝረኸሰ ብሥግኡ ዝሙት ዝፈጸመ ብኣእምርኡ ዝተጠራጠረ ብህሊንኡ ንደሓር ዝሓስብ ዓለማዊ ኣቱም ፍጹማን ክርስትያን ኩሎኹም እዚ ነገር እዚ ሓስቡ ሥጋና ዝዓርፈሉ ገዛ ድዩ ሃብቲ ንብረት ድዩ ካለ ካልእ

ፍስሃ ወሰላም ክቡራን ደቂ እግዚኣብሔር ኣብ መላእ ዓለም ኮይንኩም ትከታተሉና ሎሚ ድማ ኣብ ሰሙነ ትንሳኤ ኣብ በዓላ ሃምሳ ውሽጢ ኮይንና በዓል ሃምሳ ወይ ሰሙነ ትንሳኤ ጠቕላላ ትንሳኤ እንትንብል ካብ ትንሳኤ እስካብ ንኣርባዓ መዓልትታት ዝኣክል ትንሳኤ ነገረ ትንሳኤ እንነጋገረሉ ስለ ትንሳኤ እንሰብከሉ ንምስክረሉ እዩ። ካብ ኣርብዓ እስካብ ዓሰርተ ዘሎ እውን ነገረ እርገቱ እንነጋገረሉ እንትኸውን ብድምር ደሞ በዓለ ሃምሳ ተባሂሉ እዩ ዝፍለጥ። ስለዚ ኣብዚ በዓለ ሃምሳ ወይ ደሞ ኣብዚ በዓለ ዘመነ ትንሳኤ ኮይንና ናይ ሰላምታና መጀመሪ እኳስ ከመዓልካ ከምሓደርካ ከመዓልካ ከምሓደርኪ ከይኮነስ ክርስቶስ ተንሥኣ እሙታን ክርስቶስ ካብ ሙታን ተፈልዩ ተሲኡ እዩ ዝምልስ ኣካል ደሞ ብዓብዪ ኃይሉ ወሥልጣን እወ ብፍጹም ኃይሉ ብፍጹም ሥልጣኑ እዩ ተሲኡ እንደገና እቲ ሰላምታ ወሃቢ ኣሰረሎ ሰይጣን ሰይጣን ንዘለዓለም ኣሲርዎ እዩ ሰላምታ ተቀባሊ እሞ ኣግኣዝ ወልኣዳም ህወ ሰይጣን ኣሲሩ ንኣዳም ነጻ ኣውጺእዎ እዩ ኣብ መጨረሻ ድማ እምይእዜሰ ኮነ ፍስሃ ወሰላም ኣዳም ነጻ እንድሕር ወጸ ሰይጣን እንድሕር ተኣሰረ ክርስቶስ በኩረ ትንሳኤ ኮይኑ እንድሕር ደኣ ተሲኡ ኮይኑ ካብዚ ንደሓር ፍጹም ሰላም ኮይነ ኣሎ ተመስገን ፍጹም ሰላም ኮይኑ ኣሎ ተመስገን ኢልና እንመሰጋገነሉ ሰላምታ እንቀባበለሉ ዝተፈለየ ወቕቲ እዩ እዚ ወቕቲ እዚ ስለዚ ኣብዚ ወቕቲ እዚ ኮይንና ኣነባብራና ይኹን ኣተሓሳስባና ሰማያዊ ሓሳብ ሰማያዊ ነገር ምድራዊ ነገር ረሲዕና ሰማያዊ ሓሳብ ኢና ንሓስብ ስለዚ ካብቶም ኣብዚ ውሽጢ እዚ ኣብዚ ዘመነ ትንሳኤ ክርስቶስ ንደቀ መዛሙርቱ ዘምሃሮም ሰብኣቱ ኪዳናት እናተባሃሉ ዝፍለጡን ዝፅውዑን ሓደ በሰማይ ይሃሉ ልብክሙ ተባሂሉ ዝፍለጥ ካብ ሰብኣቱ ኪዳናት ሓደ እዩ። እዚ ቃል እዚ ንሎማዓንቲ ናይ ትምህርትና ርእሲ ወይም መበገሲ ጌርና ሒዝናዮ ኣለና። በሰማይ ይሃሉ ልብክሙ ማለት ልብኹም ኣብ ሰማይ ይኹን ወይ ድማ ሰማያዊ ሓሳብ ይሃልኹም ማለት እዩ። እዚ ቃል እዚ ዝተናገሮ መድህን ዓለም ኢየሱስ ክርስቶስ ድሕሪ ትንሣኤ ኣብ ዘመነ ትንሣኤ ውሽጢ እስካብ ኣርብዓ መዓልቲ ኣብ ዘለዋ ዕለታት ንደቀ መዛሙርቱ ኣኪቡ ብፍላይ ኣብዛ ኣርብዓ መዓልቲ ብዝተፈለየ መልክዕ ሰለስተ ግዜ ሰፊሕ ጉባኤ ገይሩ ኣምሂርዎም ኣሎ። ካብተን ሰለስተ ጉባኤት ሓንቲ መጽሐፈ ኪዳን ካብቶም ሰብኣቱ ኪዳናት ሓንቲ ዝኾነት በሰማይ ይሃሉ ልብክሙ ትብል ዘምሃረሉ ዕለትን ግዜን ስለ ዝኾነ ነዚ መሰረት ጌርና ኢና ሕዚ እውን ክንመሃሃር ክንነጋገር በሰማይ ይሃሉ ልብክሙ እንትብል ጎይታ ንመጀመርያ ንደቀ መዛሙርቱ ንቶም እትን ዕስራን ቤተሰብ እንትኸውን ብዋናነት ብመቐፀልታ ቀፂሉ ዝረእ ድማ ንኹላትና ንኹላትና ህዝቢ ዓለም ብፍላይ ድማ ህዝቢ ክርስትያን ክርስቶስነቱ ኣሚንና ዝተቐበልና ናይ ቤተ ክርስቲያን ኣካል ናይ ክርስቶስ ናይ ቤተ ክርስቲያን ኣባል ናይ ክርስቶስ ኣካል ኮይና ብክርስቶስ ክርስቲያን ንዝተባሃልና ኩላትና ዘመልከት ኃይለ ቃል እዩ። ልብኹም ኣብ ሰማይ ይኹን ወይ ድማ ሰማያዊ ሓሳብ ሓስቡ ዘክሩ እዩ ዝብል። ንምንታይ እዩ ንቅዱሳን ሃዋርያት ከምኡ ኢልዎም እንተልና ቅዱሳን ሃዋርያት ኣቦታትና መንፈስ ቅዱስ ኣብ መበል ሓምሳ መዓልቲ መንፈስ ቅዱስ እስካብ ዝወርደሎም ሓይሊ መንፈስ ቅዱስ እስካብ ዝቕበሉ ቅድሚ ርደተ መንፈስ ቅዱስ ዘሎ ግዜኦም ብምልኡ ብደንቢ ብመንፈስ ቅዱስ ዘይተሓደሰ ስጋዊ መነባብሮ ስጋዊ ኩነታት ዘጥቅዖም ሓደ ሓደ ግዜ ፍቕረ ሲመት ሓደ ሓደ ግዜ ፍቕሪ ገንዘብ ሓደ ሓደ ግዜ እውን ናይ ጥርጥር መንፈስ ይረኣዮም ስለ ዝነበረ ነዚ ኩሉ ፍቅረ ሲመት ይኹን ፍቅሪ ገንዘብ ይኹን ሓላሓሊፉ እውን ፍርሓት ዝበሃል ኣግባብ ዘይብሉ ፍርሓት ከይመቱ ከይጠምዩ ዝፈርሕዎ ፍርሓት እውን ስለ ዝነበረ ነዚ ኩሉ ንኸወግድ ነዚ ኩሉ ንኸርሕቕ ኣእምሮኹም ሕሊናኹም ሰማያዊ እምበር ምድራዊ ሓሳብ ኣይ ክሓስብ የብሉን ሰብ ንላዕሊ እንተሓሲቡ ሰብ ሰማያዊ ዓዱ እንተናፊቑ ሰብ ምስ ክርስቶስ ዘለዎ ርክብ እንተጠናኺሩ እዩ ሰብ ኮይኑ ክቕፅል ዝኽእል እምበር ንታሕቲ ንታሕቲ ብዝረኣየ ኩሉ ብዝረኣየ ኩሉ ያው ንታሕቲ እንተጫኒኻ ንታሕቲ እንተሪኢኻ ንታሕቲ እንተልካ ኩሉ ግዜ ኣብ ትሕቲ ድያብሎስ፣ ኩሉ ግዜ ኣብ ትሕቲ ባርነት፣ ኩሉ ግዜ ኣብ ምድራዊ ሓሳብ ጥሒልካ ኢኻ ትነብር። ስለዚ ኣብ ምድራዊ ሓሳብ ጥሒሎም ንኸይነብሩ፣ ሰማያዊ ሓሳብ ንኽሓስቡ፣ ናይ መንፈስ ልዕልና ንኽህልዎም በሰማይ ይሃሉ ልብክሙ ክብል ትምህርቲ ጥራሕ ተይኮነስ ኣምላካዊ ትእዛዝ እውን ብትምህርቲ መልክዕ ዝኣዘዘሉ ሃይለ ቃል እዩ እዚ ቃል እዚ ማለት እዩ። ከምቲ ዝበልናኩም እዚ በሰማይ ይሃሉ ዝብል ካብቶም ሸውዓተ ኪዳናት ሓደ እዩ ኢልና እቶም ሰብዓተ ኪዳናት መነመን እዮም ዝበሃሉ እንመን እዮም ኢልና ብ ሕጽር ሕጽር ብዝበለ መንፈስ እቶም ሰብዓተ ኪዳናት ክንገልጾም ኢና ማለት እዩ። ካብቶም ሰብዓተ ኪዳናት ሓደ እዚ እዩ። በሰማይ ይሃሉ ልብክም ዝተብሃለ ቀጺሉ ንሳቶም ክምልስዎ ዝኸኣሉ መልሲ እንተሃልዩ እወ በሰማይ ይሃሉ ልብነ ትክክል ኢኻ ክርስቶስ ኣምላኽና ልብና ኣብ ሰማያዊ መንበር ኣብ ሰማያዊ ክብሪ መሰረት ገይሩ ክሓስብን ክንቀሳቀሰን ኣለዎ ነዚእነሆ ኣምላክነ እየሱስ ክርስቶስ ስመ መጻኢኮ ኣድኃንከኒ እናበለ ዝቕጽል እዩ። ሎሚ ኣብ ቅዳሴ ብፍላይ ቅዳሴ እግዚእ እንትቕደስ ናይ ቅዳሴ እግዚእ ከም መእተዊ ኣብ መጀመርያ ዝርከብ እዚ ቃል እዚ እዩ። እቲ ዲያቆን ናይ ክርስቶስ ቃል ተቐቢሉ ክርስቶስ ወኪሉ በሰማይ ይሃሉ ልብክሙ ኢሉ እንተዝይም ሰማእያን ደሞ ወይም ተሰጥኦ ዝቕበሉ ኩላቶም ቀሳውስትም ዲያቆናትም ኣብ ቤተ ክርስቲያን ዘሎ ክርስቲያን ዘበለ ኩሉ በሰማይ ይሃሉ ልብክም ኢሉ ዲያቆን እንተዝይም ተቐበልቲ ድማ እወ በሰማይ ይሃሉ ልብነ እንተ ስምካ ኣጽናኣነ ኢየሱስ ክርስቶስ ዚእነ ኣምላክነ ጎይታና መድሓኒና ኢየሱስ ክርስቶስ እወ ልብናና ሰማያዊ ሓሳብ ንክሓስብ

ይናገር፣ የዝይም ወይም ደሞ በንባብ መልክዑ ይብል። ተሰጥኦ ዝቕበሉ ኣካላት ደሞ በከመ ምህረትከ ኣምላከ ነብኣኩ በከመ ኣበሳን እናበሉ ይምልሱ። ምክንያቱ እሞ ድውየ ህሊና ዘወ እይቅረብ ብህሊንኡ ዝጠራጠር፣ ዝዕንቀፍ፣ ዝሰነኻኸል፣ ክኸውን ድዩ ኣይኸውንን፣ ሓቂ ድዩ ኣይኮነን እናበለ ብኣእምሮኡ ሓጢኣት ዝሰርሕ፣ ብኣእምሮኡ ብህሊንኡ ዝጠራጸር እንተልዩ፣ ኣይቕረብ መጀመርያ ጥርጥሩ የርሕቕ ኢሉ እቲ ዲያቆን እንትእውጅ፣ እመቦስኡ ወዘኢኮነ ንጹሃ ይትገሃስ፣ ብሓጢኣት ዝረኸሰ፣ ብዝሙት ዝረኸሰ እንተልዩ ናብዚየ ይቕረብ እዚ ምስጢረ ስጋወ ምስጢር ቁርባን ስጋ ወደሙ ዝፍተተሉ ስግኡ ዝቕረረሰሉ ደሙ ዝቕድሐሉ ንድሕነት ዓለም እነሆ እዚ ውእቱ ስጋየ እዚ ውእቱ ደምየ እናተባህለ ተባሪኹ ንምእመናን ዝዕደለሉ ቅዱስ ቦታ እዩ እሞ ብስግኡ ዝረኸሰ ብስግኡ ዝሙት ዝፈጸመ ብኣእምርኡ ዝተጠራጠረ፣ ብህሊንኡ ንደሓር ዝሓስብ ዓለማዊ ነገር ዘጥቅዖ እንተልዩ፣ ኣይ ይቕረብ መጀመርያ እዚ ነገር የስተኻኽል እናበለ እቲ ዲያቆን እንትእውጅ፣ እቶም ዝቕበሉ ኣካላት ድማ በከመ ምህረትከ ኣምላክነ ወኣኩቦ ከማሰን ኦ ጎይታና! ከም ምሕረትካ እምበር ከም በደልና ይኹን፣ ከም ምሕረትካ፣ ከም ቸርነትካ፣ ከም ይቅርታኻ ራህርሀልና እናበሉ ብደንቢ ብጸሎት መልክዑ ብዜማ የዚሙ ማለት እዩ። ስለዚ በሰማይ ማለት ሓደ ካብቶም ሸውዓተ ኪዳናት ሓደ እዩ። ከምዚ ዓይነት ትርጉምን ጸሎትን መምርሕን ዘለዎ እዩ ማለት እዩ። ካልእ ደማ ካብ መበል ካልኣይ ድማ ትምህርተ ኅብኣት ዝበሃል ናይ ርእሱ ዝኸኣለ መጽሓፍ እዩ። ብጸሎት ደረጃ ደሞ ካብቶም ሰብኣቱ ኪዳናት ሓደ ናይ ጸሎት መጽሓፍ እዩ ማለት እዩ። ብፍላይ ትምህርተ ኅብኣት ኣብ እቶም ዓበይቲ ናይ ጎይታና መድሓኒና ኢየሱስ ክርስቶስ በዓላት ዝዝየም ብዜማም ብማህሌትም ዝቕወም ፍሉይ ኪዳን እዩ። ብፍላይ ኣብ ዘመነ ስብከት ውሽጢ ስብከት ኖላዊ ብርሃን ከምኡ እውን ኣብ ጥምቀት ብማህሌት ተቆይሙ ብዜማ እናተዜመ እናተዘመረ ዝሓድር እዩ። ንሱ ድማ ትምህርተ ዋኣት ማለት ሰይጣን ክፉእ ዲያብሎስ ኣብ ዕለተ ስቅለት ክርስቶስ ኣብ ዝተሰቀለሉ ሰዓት ኣብ መስቀል እናሃለወ ክርስቶስ ዲያብሎስ ምስ ክርስቶስ ዝተነጋገሮ ቃል እዩ ምክንያት ምናልባት ናይ ዲያብሎስ ቃል ኣለዎ እንትንብል ዲያብሎስ ፈትዩ እንተይኮነስ ብነፋስ እሳታዊ ነፋስ መእሰሪ ተኣሲሩ ናብ ክርስቶስ ቀሪቡ ኣቀራርባኡ በርግጥ ከምቲ ዝፍለጥ ኤሎሄ ኤሎሄ ኣምላኬ ኣምላኬ ዝብሉ ሰባቱ ቃላት እንትናገር ሰሚዑ ታራ ዕሩቕ ሰብ መሲልዎ ከምቶም ንቶም ካልኦት ሰባት ስግኦም ካብ ነብሶም ካብ ስግኦም ፈልዩ ናብ ሲኦል ዝድርብ ዝነበረ እነዚ እውን ከምኡ መሲልዎ ክሕዚ ቀሪቡ ምስ ቀረበ ግን ጎይታና ኣምላኽና መድሓኒና ኢየሱስ ክርስቶስ ብእሳት ሰንሰለት ኣሲሩ ኣጨኒቑ ዝሓዝካዮም ነብሳት እስካብ ሎሚ ዝገዛእኻዮም ኣዳምን ደቂ ኣዳምን ልቐቕ ኢሉ ኣብ ዝሓዘሉ ሰዓት ዲያብሎስ መኑ እቱ ዝንቱ ስጋ ለቢሶ ዘሙኣኒ ስጋ ለቢሱ ናባይ ዝመፀ ተራ ሰብ መሲሉኒ ክሕት ኢለ እንተቐረብኩ ከምዙይ ዘጨንቐኒ ስጋ ዝለበሰ ሓያል ኣካል እዚ ኣካል እዚ መን እዩ እናበለ እንትጥይቕ ክርስቶስ ደሞ ንኡ ዝኸውን መልሲ እንትመልስ ከምኡ ዓይነት ቃለ ምልልስ ዝተገበረሉ እዚ ማለት ክፉእ ዲያብሎስ ባዕሉ ከም ዝተሸነፈ ኣሚኑ ዝተናገሮ ቃል ከም ዝተሸነፈ ጥራሕ ተይኮነስ መሸነፊኡ መርትዒኡ ባዕሉ ዝተናገሮ ቃል ማለት እዩ። እዚ ድማ እንታይ የርእየና? ዝኾነ ነገር ኣብዚ ዓለምስ ብኣግባቡ እንተተጠቂምካሉስ ዘይጠቅም ነገር የለን ማለት እዩ። ብኣግባቡ እንተተጠቂምናሉ ዘይጠቅም ነገር የለም። ሓሳዊ እኮ ሓሳውስ እታ ዝሕስዋ ሓሶት ምዃና እንድሕር ተፈሊጣ ሓሰት ሕማቕ ምዃኑ ካብ ሓሳዊ ምምሃር ይከኣል እዩ። ስለዚ ትምህርቲ ህውኣት ሰይጣን ብግዲ ተኣሲሩ ኣብ ቅድሚ ክርስቶስ ዝለፍለፎ ኣብ ቅድሚ ክርስቶስ ዋይ ዝበሎ ዋይ ኣነ ተዋሪደ እባ ዝበሎ ንዘመናት ዝኣክል ሒዘዮም ዝነበርኩ ነብሳት ከምዚ ገይሩ ስጋ ለቢሱ ብዘይተፈለጠ መልክዕ መፂኡ ባጉድጊርኒ እናበለ ዝተናገሮ እዩ። ካብኡ ቀፂሉ ንሕና እንትንናገሮ ንሕና እንትንፅልዮ ግን ፍቱን ዝኾነ ናይ ሰይጣን መባረሪ ሰይጣን ሰይጣን ዝሽነፈሉ ፍቱን ዝኾነ ጸሎት እዩ ትምህርቲ ህውኣት ስለዚ በሰማይ ይሃሉ ልብክሙ ትምህርቲ ህውኣት እዚኣቶም ኩሎም ሰብኣቱ ኪዳናት እዮም ፍሉይ ናይ ጸሎት መፃሕፍቲ እዮም እዞም መፃሕፍቲ እዚኦም ብፍላይ ብንፅሎት ብፍሉይ መልክዑ ዝጠቕሙ ለይቲ ቤተ ክርስቲያን ክንከይድ ዝኾነ ኣብ ዘፍርሕ ሰዓት ትምህርቲ ኣብኣት በሰማይ እዞም ቀፂሎም እንገልፆም ሰብኣቲ ኪዳናት እናደገምካ ትኸይድ ተኸይንካ ምንም ዓይነት ዕንቅፋት ምንም ዓይነት ናይ ሰይጣን ምትንኻፋት ከጋጥመ ይኽእልን ምክንያቱ ግልፅን ግልፅን ሰይጣን ካብ መጀመሪያው ሰይጣን ዝተሸነፈሉ ሰይጣን ዝሽነፈሉ ምስጢር ዝተገለፀሉ ስለ ዝኾነ እቲ መበል ሳልሳይ እንረኽቦ እግዚኣብሔር ዘብርሃናት ዝብል እዩ። እግዚኣብሔር ዘብርሃናት መበል ራብዓይ ደሞ በእንተ ቅዱሳት ከምኡ እውን መበል ሓምሻይ ቅዳሴ እግዚእ ቅዳሴ እግዚእ እዩ። መበል ሻውዓይ ቅዱስ ቅዱስ ቅዱስ ስሉስ ዘኢይትነገር እናበለ ኣብ ማእከል ቅዳሴ እግዚእ ዝርከብ ቃል እዩ። እዚኦም እዞም ሸውዓተ ኪዳናት ብምልኦም ድሕሪ ትንሳኤ ሙታን ንደቀ መዛሙርቱ ኣብ ኣርብዓ መዓልቲ ውሽጢ ዘምሃሮም ቤተ ክርስቲያን ደሞ ከምቶም ሰብኣቶ ምስጢራት ብዝተፈለየ ሰብኣቶ ኪዳናት ኢላ ንስርዓተ ጸሎት ትጥቀመሎም ፍሉይ ታሪካውያን ዝኾኑ መጻሕፍቲ እዮም እዞም መጻሕፍቲ እዚኦም ስለዚ ካብቶም ሸውዓተ ኪዳናት ሓደ በሰማይ ዝብል ኣእምሮና ሓሳብና ሰማያዊ ሓሳብ ክንሓስብ ምስ እግዚኣብሔር ክንነብር፣ ምስ እግዚኣብሔር ክንመላለስ፣ ካብ ክርስቶስ ዝተፈለየ ሕይወት ንኸይህልወና ክርስቶስ ብቃሉ ለብኹም ሰማያዊ ሓሳብ ይሕሰብ ክብል ዝነገረና ቃል እዩ ማለት እዩ። ብተመሳሳሊ ኣብ ቅዱስ ጳውሎስ ፊልጵስዩስ መልእኽቱ ምዕራፍ ሰለስተ ቁፅሪ ዓሰርተ ሓሙሽተ እንተርኢና ኵልክሙ ፍጹማን ዘንተ ሀልዩ ወእመኒ ባይደ ዘትሔልዩ ኪያሆኒ እከስት ለክሙ። ኣቱም ፍጹማን ክርስትያን ኵለኹም እዚ ነገር እዚ ሓስቡ። ኣየናይ? እዚ ሰማያዊ ሓሳብ እዚ ምስ ክርስቶስ እንነብረሉ ሰናይ ሓሳብ ክንሓስብ ክንዝክር ኩልክሙ ዘንተሃልዩ ኩልክሙ ፍጹማን ዘንተሃልዩ ኣትም ፍጹማን ፍጹማን ዝበሃሉ ብፍጹም ኣምላኽና ብፍጹም ክርስቶስ ክርስትያን ዝተባህሉ ኩሎም ናብ ፍጽምና ናብ ፍጹምነት ክዓብዩ ዝኽእሉ ናይ ክርስቶስ ዓቕሚ ዝጥቀሙ ክርስትያን ኩሎም ፍጹማን ተባሂሎም ይጽውዑ እዮም ማለት እዩ። ስለዚ እቶም ፍጹማን ክርስትያን ሓሳብኩም ሰማያዊ ይኹን። ስለ ምድሪ ነገር ኣይትጨነቑ፣ ስለ ሓላፊ ነገር ኣይትጨነቑ፣ ስለ ዘይሓልፍ፣ ስለ ሰማያዊ ርስቲ፣ ስለ ሰማያዊ መነባብሮ ደኣ ሕሰቡ እምበር እናበለ ቅዱስ ጳውሎስ እውን እዚ ሓሳብ እዚ የጠናኽሮ ማለት እዩ። ኣብ ማቴዎስ ወንጌል ምዕራፍ ሽዱሽተ እውን ተርእና ኣንትሙሰ መቅደመ ህሱ መንግስቶ ወፅድቆ ወዝንቱሰ ኩሉ ይትበሰከክሙ ንስኻትኩም ግን ይብል ንቶም ቅዱሳን ሃዋርያት ነቶም ክርስቶሳውያን ማለት እዩ ኣቀዲምኩም መጀመርያ ኣቀዲምኩም ሰማያዊ ነገር መንግስቶ ወፅድቆ ናይ እግዚኣብሔር መንግስትን ናይ እግዚኣብሔር ሓቅን ኣልሹ ድለዩ ወዝንትሰ ኩሊቱ የሰከክሙ ካሊእ ስለ ምድራዊ ነገር ስለ ትበልዕዎ ስለ ትሰትይዎ ስለ ሰ ካሊእ ነገር ተኾይኑ እቲ ሰማያዊ እቲ ዋና ነገር ምስ ሓዝኩም እቲ ካሊእ ተጨማሪ ነገር እግዚኣብሔር ክውስኸልኩም እዩ እግዚኣብሔር ክህበኩም እዩ መጀመርያ ግን እቲ ዘይሓልፍን እቲ ንዘለኣለም ብኽብሪ ከንብረኩም ዝኽእልን ንሱ እውን ናይ እግዚኣብሔር መንግስት መንግስተ ሰማያት ናይ እግዚኣብሔር ሓቂ ናይ እግዚኣብሔር ጽድቂ ማለት ቅዱስ ወንጌል እዩ። ስለ ቅዱስ ወንጌል፣ ስለ መጽሓፍ ቅዱስ፣ ስለ ሰማያዊ ልዕልና ሕሰቡ፣ ዘክሩ፣ ንሱ ክትረኽቡ ጸዓሩ። ወዝንትሰ ኩሉ ይትወሰከክሙ፣ ዝተረፈ ነገር ተሃልዩ ክውሰኸኩም እዩ። ንሕና ሰማያዊ ነገር እንተሓሲብና ንሕና ኣብ ሰማያት ከቢርና ኮሪዕና እንነብረሉ ምስ ክርስቶስ ኣምላኽና እንነብረሉ ምስ መላእክት ቅዱስ ቅዱስ ኢልና እንዝምረሉ ሰማያዊ ሓሳብ ሰማያዊ ድልየት እንተሃልዩና እቲ ምድራዊ ሲሳይ ዕለት ናይ ዕለት ምግቢ ናይ ዓመት ልብሲ ስጋና ዝዓርፈሉ ገዛ ድዩ ሃብቲ ንብረት ድዩ ካልእ ካልእ ተወሳኺ ነገር እዩ መደበኛ ኣይኮነን እቲ መደበኛ እቲ ሰማያዊ ነገር እዩ እቲ መደበኛ ምስ ክርስቶስ ምንባር እዩ። እቲ ዋና ምስ መላኢት እናዘመርካ ቅዱስ ቅዱስ እናበልካ ምንባር እዩ። እቲ ዋና ሕጊ እግዚኣብሔር ሓሊኻ ምንባር እዩ። እቲ ምድራዊ ሓሳብ እቲ ምድራዊ ነገር ግን እግዚኣብሔር ንመን ኢልዎ ቀጺሉ ጭማሪ ዝበና እዩ። ብመሰረቱ እቲ ቅዱስ ወንጌል ጭማሪ ኢሉ እዩ ገሊጽዎ ዘሎ። ኣንትሙሰ ሐሱ መንግሥቶ ወጽድቆ ወዝንትሰ ኩሉ ይትወሰከክሙ ናይ እግዚኣብሔር መንግስቲ ደኣ ሓዙ ድለዩ እምበር እቲ ካልእስ ተወሳኺ ነገር እምበር መደበኛ ኣይኮነን። ተወሳኺ ነገር ከምቲ ትፈልጥዎ ለምሳሌ ምግቢ ቤት ኣቲኹም ምግቢ ሓደ እንጀራ እንተኣዚዝኩም ፀብሑን ካልኡን ካልኡን ምስቲ እንጀራ ይመፀልኩም። ድሕሪ ዝተወሰነ ደቓይቕ ደሞ በሊዕኹም ፀብሒ እንተተወዲኡ ወጥ ጭማሪ ፀብሒ ወስኺ ይበሃል። እንጀራ ወስኺ ኣይበሃልን መቸም። እንጀራ ሓንቲ እንጀራ እያ መደብ እያ። እታ ፀብሒ ግን ወስኺ ይበሃል እዩ። ስለዚ እታ ትውስኽ ፀብሒ እታ ትውስኽ ነገር መደበኛ ኣይኮነትን። እንተተረፈት እውን ብዙሕ ተጣዕስ ኣይኮነትን። እንተመጸት እውን እምብዛ ተጽግብን ሰየ ተብልን ኣይኮነትን። ታዋና ታዋና እታ መጀመርያ ተዘጋጅያ ብስርዓት እትመጽእ ነገር እምበር እታ ቀጺላ ዘላ ተወሳኺ ነገር ከም ተወሳኺ እምበር ከም መደበኛ ኣይኮነትን። ስለዚ እዛ ዓለም እዚኣ ንኣና እውን ከም ተወሳኺ፣ መጻንሒ፣ ከም ገዛ ክራይ መጻንሒ እምበር መደበኛ መንበሪ ኣይኮነን እዚ ዓለም እዚ። ብመሰረቱ ኣብዛ ዓለም እዚ ኩላትና ዳርጋ ኣብ ገዛ ክራይ ከም ንነብር እዩ ዝሕሰብ ምክንያቱ እዛ ዓለም እዚኣ ግዝያዊት መጻንሒት እንተበዚሓ ስሳ ሰብዓ ዓመት ሰማንያ ዓመት እንነብረላ እምበር ዕድመ ልክዕና እንነብረላ ኣይኮናን ዕድመ ልክዕና እንነብረሉ ከይልካ እስከ ዘይብሉ እቲ ሰማያዊ ዓዲ እዩ ስለዚ ኣቐዲምኩም ሰማያዊ ዓድኹም ኣለሽ ኢሉ ቅዱስ ወንጌል ማለት እዩ እቲ ክርስቶስ ኣምላክና ብኣካለ ስጋ እናሃለወ ኣንትሙሰ መቅድመ ሀሱ መንግስቶ ወፅድቆ ኢሉ እንትእዝዝ ደሓር ድሕሪ ትንሳኤ ኣብ ዘሎ ድማ ንቲ ቅድሚ ትንሳኤ ብወንጌል ኣብ ዘምህረሉ ሰዓት ንዘምህሮ ነገር መጠናኸሪ በደንብ ኣፅንኦት ብምሃብ ቅድሚ ዕለተ ሞት ንስኻትኩም ሰማያዊ ነገር ክትሓስቡ መጀመርያ ናይ እግዚኣብሔር መንግስትን ጽድቅን ክትእልሹ ነጊረኩም ነይረ። ሕዚ እውን እንደኾነ ብኡ መልክዕ ሰማያዊ ሓሳብ እምበር ምድራዊ ነገር ከጨንቐኩም ኣይገባእን እንትብል እዚ ሰማያዊ መነባብሮ ሰማያዊ ህይወት ክንሓስብ ክንደሊ ከም ዘለና ብቃሉ ኣረጋጊጹ ነጊሩና እዩ። ስለዚ ክቡራንን ክቡራትን ደቂ እግዚኣብሔር እምበር ትንሳኤ ምሉእ ምሉእ ትንሳኤ እስካብ በዓል ሃምሳ ዘሎ ኣብ ሰማያዊ ህይወት ኢና ኣፅሊና ንነብር ነዚ እውን እዩ ዓርቢ ረውዕ ጾምን ስዕረትን ብዘይብሉ ብሓደ መልክዕ ብሓሴት ብሓጎስ ንነብረሉ ምክንያት ድሕሪ ትንሳኤ ዘሎ ህይወት ጾምን ካልእን ዘለዎ ህይወት ኣይኮነን። ድሕሪ ትንሳኤ ዘሎ ህይወት ናይ ዝማሬ፣ ናይ ሃሴት፣ ናይ ክብሪ፣ ናይ ሞገስ መነባብሮ ኢና ንነብር። ሓዘን ዝበሃል የብሉን። ውርደት ዝብሃል የብሉን ረኺብካ ምስኣን ዝብሃል የለን ሓደ ግዜ ረኺብካላ በቃ ርኹብ ኮንካ ብዓል ጸጋ ኮንካ ኢኻ ትነብር ነዚ ኢና ዓርብን ረቡዕን ሓዊስና ዝረኸብናዮ ነገር በሊዕና ፈጣሪና ኣመስግንና ንቕመጥ ምኽንያቱ ትንሳኤ ማለት ክርስቶስ ዝተስኦ ትንሳኤ ናይና በኹሪ ፈላማይ ትንሳኤ መፈለምታ ትንሳኤ እዩ ንሱ ተሲኡ ኣሎ ንሕና እውን ሞይትና ኣይንተርፍን በሲስና ፈሪስና ንተርፍ ኣይኮናን ድሕሪ ግዜ ኣብ ሰዓትና ከምቲ ክርስቶስ ተንስኦ ንሕና እውን ክንትስእ ኢና ድሕሪ ትንሳኤ ድማ ዘሎ መዓንቲ ፆም እዩ ድሕሪ ፅባሕ ዝብላዕ እዩ ዝበሃል ስለ ምድራዊ ሓሳበይ ንጭነቕ ንጥላላ ብሃሴትን ብኽብርን ብሞገስን ከም ንነብር እዚ ሓምሳ መዓልቲ መሉእ ብናይ ሃሴት መልክዕ ኢና ነሕልፋ ኣብ መንግስተ ሰማያትስ ዝብላዕ ዶ ዝጽወም ዶ ዝበሃል ነገር የለን፣ እናመስገንካ ብሃሴትን ብኽብሪ ሞገስን ከም ትነብር እዩ ዘረድእ ማለት እዩ። ስለዚ ኣብ በዓለ ሃምሳ ውሽጢ ናይ ጾም መልክዕ የለን፣ ናይ ሱባኤ መልክዕ የለን፣ ናይ ሓዘን መልክዕ የለን፣ ትንሳኤ ከለእ ለኣመነ ብርሃነ ከፈኑ ድቤነ እናበልካ እናዘመርካ እናመስገንካ እትነብረሉ እዩ። ስለዚ ምናልባት ዕንቅፋት ዘጋጠሞ ካልእ ዘጋጠሞ ንስሓ ዘድልዮ ኣካል እኳስ ድሕሪ በዓል ሃምሳ እምበር ኣብ በዓል ሃምሳ ውሽጢ ኣብ ዘመነ ትንሳኤ ውሽጢ ሱባኤን ሰግደት ዶ ብቻ ድኻም ዘለዎ ነገር ብዙሕ ኣይምከርን። ምኽንያቱ ክርስቶስ ተስኡ ኣሎ ንሕና እውን ተንሲእና ኣለና ብህሊናና ብኣእምሮናስ ኣብ ትንሳኤ ኣብ መንግስቲ ሰማያት ከም ዘለና ኮይንና ኢና ንሓስብ እሞ ስለዚ ኣብዚ ዘመን እዚ ኮንካ ናብ ስኽራን በቃ ሓዘን የለን ጸሎት የለን ጾም የለን ጸሎት የለን እኳ ይበልናን ጾም የለን እንትንብልስ ወጋሕ ትብል ኣይተ ምሉእ ለይቲ ኣብ ምብላዕ ኣብ ምስታይ ምሉእ ለይቲ ኣብ ዕብዳን ኣብ ስኽራን እይንበር ማለት ኣይኮነን መላኢክት መሲልካ ኢኻ ትነብር ኣብ ቤተ ክርስትያን መጺኻ ዝዓቕምኻ ጸሊኻ ዝዓመኻ ዘሚርካ ቅዱስ ስግኡ ክቡር ደሙ ተቐቢልካ ስለ ቀጻሊ ሰማያዊ ሃገርካ ሓሲብካን ዘኪርካን ኣኽቢርካን ትሓልፈሉ ግዜ እምበር በቃ ጾም የለን ገለ የለ ስእልና ንብላዕ እናበልካ ደሞ ናብ ዝገደደ ዕብዳን ናብ ዝገደደ ስኽራን ናብ ዝገደደ ጣዕሳ እናኣተወሉ መንገዲ ድማ ክህሉ የብሉን እነዚ እዩ ኣብ ዘመነ ትንሳኤ ውሽጢ ኮይኑ በሰማይ ይሃሉ ልብኩም ኣእምሮኹም ሰማያዊ ሓሳብ ይሕሰብ ልቡናኹም ስለ መንግስተ ሰማያት ዘለዎ ነገር በደንብ የስተማቕር የጠዓዕም እናበለ ብኣዋጅ ዝነገረና ኣምላኽና እሞ በዙይ መልክዑ ኢና እምበኣር በዓለ ትንሳኤ ዘመነ ትንሳኤ እነኽብሮ ናይ ጾም ናይ ንስሓ ናይ ስግደት ጠቕላላ ናይ ሓዘን ናይ ካሊእ ግዜ ካሊእ ግዜ እዩ ድሕሪ በዓለ ትንሳኤ ድሕሪ በዓል ሃምሳ ዘሎ ነገር ማለት እዩ ሕዚ ግን ናይ ሃሴትን ናይ ክብርን ናይ ሞገስን ጠቕላላ ኣብ መንግስተ ሰማያት ኮንካ ኣብ መንግስተ ሰማያት ኣብ ገነት ዝነብሩ ነብሳት ከመይ ኢለ ኢሎም ከም ዝነብሩ ኣብ ኤረር ራማ ኢዮር ዘለዉ መላኢት እንታይ እናበሉ ከመይ እናተሓጎሱ ከመይ እናመስገኑ ከም ዝነብሩ ንኣቶም እናሓሰብና ከምኣቶም ኮይና ኢና እዚ በዓል ሃምሳ እንውድኦ እሞ በዚ መንገዲ እዚ በዚ ክብሪ እዚ ክንነብር እግዚኣብሔር ኣዚዙ ኣዊጁ ኣሎ። በዚ ኣዋጅ እዚ ክንጸንዕ ደሞ ግዴታና እዩ። ንደሓር ክንብል ኣይግበእናን ንደሓር ከይንብል ባዕሉ በኩሪ ኮይኑ በኩረ ትንሳኤ ኮይኑ ዘርእየና ዝጀመረልና መፈለምታ ዝኾነልና ኣምላኽና ዝተባረኸን ዝተቐደሰን ይኹነልና። ሰማዕትና ብኣእምሮ ብኣቓልቦ ሰሚዕኹም ኩሉ ግዜ ኩሉ ግዜ እኳ ሰማያዊ ሓሳብና ሰማያዊ ክኸውን ተተገበኦ ብፍላይ ብፍላይ ኣብ ዘመነ ትንሳኤ ውሽጢ ኮንካ ግን ሓጢኣትን ግብረ ሓጢኣትን፣ ባእሲ፣ ቂም በቀል፣ ዝኾነ ስለ ምድራዊ ጭቕጭቕ፣ ስለ ምድራዊ ነገር ምሕሳብ ግን ዓርዩ ዕሽነት እዩ። ብጣዕሚ ዕሽነት እዩ። ስለዚ እዚ ከይጸናወተና እዚ ከይህሉ ክንጥንቀቕ ይግበኣና። ደቅና ደቂ እግዚኣብሔር እግዚኣብሔር ዓድናን ህዝብናን ይባርኸልና። ወስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር።